ሰላምኩም ይብዛሕ ኣብ ዝተፈላለየ ኩርናዓት ዓለምና ትርከቡ ዝተፈተኹም ተኸታተልቲ መደባትና ከመይ ትቕንዩ ኣብ ዝሓለፈ መደብና ልብወለዳዊት ሳንታ መርዓት ሓንቲ መዓልቲ ካልኣይ ምዕራፍ ቀዳማይ ክፋል ኣቕሪብናልኩም ነርና ኣብ ናይ ሎሚ ትሕዝቶና እውን ካልኣይ ምዕራፍ ካልኣይ ክፋል ኢና ሒዝናልኩም ቀሪብና ዘለና ኣቐዲምና ኮመንት ሼር ላይክ ከምኡውን ሳብስክራይብ ምግባር

ብድሕሪኡ ደኣ እቲ ማናጀር ነገር ከየጻረየ ኣክንዳኣ ዘሪንሃልካ ዋላ ረኣዮ ኣብ ገጸይ ተጻዊቱ የእምን እዩ ዝበሎ ሓሶት ዘርዘረ ነቲ ዝተሃርመ ገጹ ነቲ ፖሊስ እናርኣየ ዲያሪስታ በቲ ዘይመስል መልሲ ናትናኤል ብልቡ ሰሓቐ ሰሚዐካ ከምስ ትብሎ ዘለኻ እንተኾይኑ እታ ሰራሕተኛ ምስ ጸረፈትካ ክትጸርፋ ነይርካ ወይ ድማ ኢድካ ክትእክብ ነይርካ ንዝኾነ ሰብ ወስ ክትብል መሰል የብልካን እዚ ተርእየኒ ዘለኻ ድማ ብዘይ ምኽንያት ክፍጠር ከም ዘይክእል ርዱ ይመስለኒ ኣባላትና ከይዶም ካብ ዘዕገርገርካ ኣሎ ከምጽኡኻ እንከለዉ ሽዑ ክትዛረብ ነይርካ ናብ ካልእ ሃልወሳ ከይኣተኻ ሕጂ እቲ ሕቶቶ ጥራይ መልስ። ብምባል ንደቓይቕ ጽን ኢሉ ብምስማዕ መልሲ ብምሃብ ናብ ዘገድሶ ነጥቢ ሰገረ። ናትናኤል ክሰምዖ ከም ዘይክእል ፈሊጡ ካልእ ነብሱ ዘሐስር ዘረባ ከይወሰኸ እቲ ድያሪስታ ንዝሓተቶ ብዝግባእ መለሰ። እቲ ካብኡ ዝድለ ሓበሬታ ምስ ኣማልአ ድማ ብፖሊስ ተሰንዩ ናብታ ክትጽበዮ ዝጸንሐት ካሜራ ተዳጎነ። ብዘይ ዝኾነ ጭቡጥ ፍረ ኣብ መደበር ፖሊስ ምእሳሩ ንነብሱ ከዓባ። ገንዘብ እምበር ዘመዛዝን ርእሲ ከም ዘይነበሮ ሽዑ ዝፈለጠ ክመስል ኣብታ ካሜራ ኮይኑ ኒው ነጀው እናበለ ኣዕለበጠ። ሕጅስ እንታይ ገይረ ማለት እዩ? ያ ከመይ ዓይነት ሰበይ ቤላ ገይረ ተኸየፍኩ፣ ቤላ ገይረ ደጉደግኩዋስ ክስጀን ዓኽ ምስ ነብሱ እናተዛረበ ብኽልተ ዕማኽ ኢዱ ንመንደቕ እናደጉደገ ሓገር ክረም ካቦ ናይታ ካሜራ ብሓደ ኩርናዕ ምስቶም ምስኡ ተኣሲሮም ዝነበሩ ኣብ ዕሙር ዕላል ተጸሚዱ ብኸፊል ንኹነታትቲ ዝኣተወ ሓድሽ እሱር ይከታተል ነበረ። ካብ ብጾቱ ተንስኡ ናብ ናትናኤል ብምቕራብ እንቋዕ ደሓን መጻኻ በሎ። ገጹ ፍሽኽታ ሰንዩ ነታ ወሊዕዋ ዝነበረ ሽጋራ ብስምዒት እናሰሓበ በዛ ኩርናዕ ድሩ ካልኦት ከምዚ ከማኻ ምስ ነብሶም ዝተባእሱ ውን ክመጹ ስለ ዝኽእሉ ከም ድላይካ ምስፋሕ ዝብሃል የለን ኮርቴሎ ምዕላብ ጥራይ እያ እናበለ ናትናኤል ክድቅሰላ ዘለዎ ቦታ ኣፍለጦ። ኣብ ቤት ማእሰርቲ ናይቶም ኣብ ነፍሲ ወከፍ ካሜራ ዝኣትዉ እሱራት መሪሕ ቦታ ሒዙ ዘማእዝኖም ዝተፈላለየ ረቋሒታት ዘማለአ ካፖ እዩ። መብዛሕቲኦም ካፖ ናይ ምዃን ቦታ ዝሕዙ ድማ ኣብ ቤት ማእሰርቲ ብዝጸንሕሉ መምዘኒ ግድምና እቲ ቀዳማይ ረቋሒ እዩ። ናትናኤል በታ ቀዳመይቲ መዓልቲ ብዋሕስ ዝተለቀላ ጉዳይ ካፖ ጽቡቕ ገይሩ ኣፍልጦ ኣጥርዩ ብምንባሩ ኣብታ ካሜራ ዝነበሩ እሱራት ብዓይኑ ድሕሪ ምኹላል

ራሄል ብጉዳይ መርዓ ሄለን ኣመኽንያ ዕረፍቲ ተፈቒዱላ ንልዕሊ ወርሒ ስራሕ ኣይኣተወትን ነይራ። ከም ጓል ምስ ብዙሓት ደቂ ተባዕትዮ ብጾታዊ ጉዳይን ብኻልእን እኳ ብዙሕ እዋን እንተወጸት፣ ካብ ስጋዊ ዕግበት ወጻኢ ብኻልእ ዝምድና ዝሓታ ከቶ ኣየጋጠማን። ንሳ እንተኾነት ውን በቲ እትረኽቦ ዝነበረት ግዝያዊ ረብሓ ዝምእማኣ ትረግጽ፣ ትለብስን ትበልዕን ስለ ዝነበረት፣ ሓዳር ድሕሪ ጽጋብ ንእስነት ዝብል ኣጉል ፍልስፍናዊ መትከል ሒዛ ንናብራ እዝኒ ዝበሃል ኣይነበራን። ወላዲታ እንተኾና ውን ምዒደንን ገሲጸንን ክትሰምዐን ኣይከኣለትን ጥራይ ዘይኮነ፣ ኣብ መወዳእታ ናይ ወሊድ ግዜኤን ዝረኸባኣ ሓንቲ ከም ሓሙስ ብምዃና፣ መን ደለኒ'ዩ ብዘይካኣ ብኹሉ እምበር ተሓንቅቕ እናበላ ስለ ዘዕበያኣ ደረቱ ዝሓለፈ ናጽነት ከም ፍቱሕ ኣድጊ ኣደብ ዘትሕዝ ኣይነበረን። ወላዲታ ዕድመ እውን ስለ ዘርከበን ጓለን ሰሪሓ ብተምጽኣለን ይእለያ ብምንባረን ነካይዳኣ ጸሎት ሓዊሰን ስቕ ኢልካ ካብ ምዕዛብ ዝገብሮ ኣይነበረንን። ወላዲኣ ንዓኣ ምስ ወለደ ኣብዚ ኣትዩ ዘይበሃል ደሃይ ብምጥፍኡ ክንዲ ቦን ኣደን ኮይነንየን ወላዲታ ባዕለን ከርተት ኢለን የዕቤናኣ። ራሄል ድሕሪ ብዙሕ ናይ ዕብዳን መድረኽ ምሕላፋ ነፍሲ ወከፍ ምሸት ብዝጠቕሙን ዘይጠቕሙን ብምፍሕፋሕ ዝቖሰለ ኣካላ ነቲ ዝነበረቶ ህይወት ክትጸልኦ ገዲድዋ ነበረ። ሃንደበት እቲ ድሕሪ እቲ ምስ ናይ ፈላማይ ኣፍቃሪኣ ዝመስረተቶ እሞ ብጽጋባ ራሕሪሓቶ ዝኸደት ፍቕሪ ዳግማይ ተመሊሱ ብፍቕሪ ናትናኤል ልሕቕቕ ከም እትብል ገበራ። እንተኾነ ግን ድሕሪ እታ ኣብ ቤቱ ንመወዳእታ ቅልስ ዝገበረትላ ምሸት ኣብ ልዕሊኡ ፍቕሪ ከም ዘለዋ ምስ ነገረቶ ዝተፈጸመ ነገራት ደግያ እናኽመስመሰት ውሽጣ ብሕሩሮ'ያ ትጓዓዝ ዝነበረት። ናትናኤል ነታ ብኹሉ ነገራታ ራሄል እትፈትዋ ሄለን ልቡ ከም ዝተረትዐት ምስ ፈለጠት እውን እንተኾነ ክትቀብጾ ኣይከኣለትን። ኣብ ጽልኢ ሄለን ከይወዓለት ልቡ ዝሽፍተሉ ዋላ እቲ ከዕግቦ ይኽእል እዩ ዝበለቶ ዓቢ ጽያፍ ክትፍጽም ምዃና ንነብሳ ኣመነታ። ኣብ ኩሉ ከይበጽሐት ግን ራሄል ጽቡቕ ኣጋጣሚ ኮይኑ ሄለን ኣብ መርዓን ደርዓን ምስ በጽሐት ሓደ ዘስግእ ምዕራፍ ከም ዝተዓጽወላ ኣረጋጊጻ ሩፍታ ክስምዓ ጀሚሩ ነበረ። ዝከኣላ ፈጺማ ድማ ናታ ንኽትገብሮ ክትሕለል ከም ዘይኮነት ምስ ነብሳ ኣብ ስምምዕ በጽሐት። ሄለን ኣብ ሓጺር እዋን ሰብ ዘዛርብ ውራይ ጌራ በዓልቲ ሓዳር ምስ ማያ፣ ራሄል፣ እቲ ዕድል ኣብኣ ክድገም ትምኒታ ሰማይ ዓረገ። እዚ ኩሉ ክሳብ ዝርህጹ እናጻወትናዮም ቁሊሕ ኢሎሙና ዘይፈልጡ፣ ሄለን ኣብ ሓጺር እዋን ካብ መርዓት ሓንቲ መዓልቲ ናብ ናይ ዘልኣለም በዓልቲ ሓዳር ምብቅዓ፣ ስጋደይ ዕድል ክብልኦ ከምዚ ከማይ ንቡር ዝሓረመን ሓቀን እየን። በለት ብውሽጣ። ዕድል ሄለን ኣብኣ ክድገም ቅዱስ ቅንኢ ኣሕደረላ። ራሄል ካብ ስራሕን ካብቲ ምሸት ምሸት ትወጾን ዝነበረት ዕብዳን ዕረፍቲ ክንዲ ዝረኸበት ክንዲ ትቐስንን ሩፍ ትብልን ብምሒር ቅንኢ ሰውነታ ክጎድል ጀመረ። ንሱ ጥራይ ከይኣክል ድማ ጽግያታ ንልዕሊ ክልተ ወርሒ ከይተቐልቀለ ምሕላፉ ካልእ ሸቐልቀል ፈጠረላ። ናይ ዕረፍቲ ግዜኣ ዛዚማ ስራሕ እትምለሰሉ መዓልቲ ሳልስቲ ተሪፍዎ ብምንባሩ ቅድሚ ስራሕ ምጅማራ እቲ ዘየቐስን ዘጋጥማ ናይ ጽግያታ ዘይምምጻእ ንምፍላጥ ናብ ሕክምና ከደት። ጽግያታ ብኣዝዩ ስርዕ መንገዲ ይመጽኣ ስለ ዝነበረ ዘይተጸበየቶ ሃንደበት ደው ምባሉ ግና ኣመና እናተረበሸት'ያ መርመራ ንኽትገብር ኣብ ዕዳጋ ዓርቢ ናብ እትርከብ ማእከል ከማዊ ጥዕና ኣንጊሃ ዝኸደት። ራሄል ተራኣ ኣኺሉ ኣብ ቅድሚ'ታ ዝጸንሓታ ሓኪም ተቐመጠት። ኩሉ እቲ ዝስምዓን ዘጋጥማን ነታ ሓኪም ብዝርዝር ሓበረታ። እታ ሓኪም ካብ ኣፍ ራሄል መሰረታዊ ሓበሬታ ተቐቢላ ናይ ሽንቲ መርመራ ንኽትገብረላ ንእሽተይ ብልቃጥ ሃበታ። ራሄል ዝተዋህበታ ብልቃጥ ሽንቲ ማይ መሊኣ ኣምጸእታ። እታ ሓኪም ንዝተቐበለቶ ናይ ራህዋ ሽንቲ ማይ ንመርመራ ዝኣኽላ ብስትሪንጋ ቐምሶ ወሲዳ ናብ ክፍሊ ላባራቶሪ መራሓቶ። ነቲ ዝወሰደቶ ቅምሶ ሽንቲ ማይ እታ ክኢላ ሞያዊት መልሲ ክሳብ ትህባ ዒስራ ደቒቕ ክትጽበ ከም ዘለዋ ሓቢራ ናብ ካልእ ተረኛ ሕሙም ሰገረት። ራሄል እተን ዝተባህለተን ደቓይቕ ገና ከይተንቀሳቐሳ ዓመታት ኮይነን ተሰማዓኣ። እቲ መልሲ ብውሽጣ ዘዝመስላ ከተደይብን ከተውርድን ብሓሳብ ደኸመት። ኣካላታ ነዊሕ ከም ዝተጓዓዘት ብድኻም ረሸሽ ክብላ ተፈለጣ። እቲ ዝነበረ ኩነታት ኣየር ናይታ መዓልቲ ዛሕሊ ዝዓብለሎ እኳ እንተነበረ በዚ መጺኡ ዘይበለቶ ረሃጽ ንገጻ ሓጸቦም። ኡፍ ኣታ ኣምላኽ ካብ ዘለኽዎ ዝዓቢ ጭንቀት ኣይተምጻለይ። በለት ነቲ ሰብ ብብዝሒ ኣብ ግዜ ጸገሙ ጥራይ መዋጽኦ ክህቦ ዝዝክሮ ኣምላኽ። ብርግጽ ኣብታ ግዜ እትሓስቦን ጉዕዞኣን ከም ቀደማ እንተዝነብር ነቲ ኩሉ ዝኽእል ፈጣሪ ንኽትዝክሮ ደቓይቕ ውን ኣይምሃለዋን። ኣብዛ ግዜ እዚኣ ግና፣ ኣምላኽ ፈታሒ ዅሉ ነገር ምዃኑ ዘኪራ፣ ካብ ሕማቕ ኪከላኸለላ ናብኡ ተጸግዐት ብጸሎት። ራሄል ስማ በታ ሓኪም ክጽዋዕ ሰሚዓ፣ ዘሰንብድ ነገር ከም ዝተረድአት ነፊጻ ክትከይድ ቁሩብ ክሳብ ዝተርፋ ካብ ኮፍ ኢላትላ ዝነበረት ጣውላ ብፍጥነት ብድድ በለት። ኣብ ዓሚቕ ሓሳብ ሰጢማ እንከለ'ያ ስማ ክትጽዋዕ ዝሰምዐት። ኣቤት! እናበለት ነታ ተኸዲናታ ዝነበረት ጉልባብ ሻርባ ገፈፍ እናበለት ናብታ ጸዋዕቲ ሓኪም ቀሪባ ኣብ መንጽራ ተቐመጠት። እንታይ ኮን መልሲ ሒዛትለይ መጺኣ ትኸውን እናበለት ብውሽጣ እቲ ትብላ ከይነገረታ ካብ ገጽ ኣንቢባ ከም እትፈልጦ፣ ስምዒታት ሓኪም ንምንባብ ፍሩያት የዒንታ ኣንጐልሒጣ ብትዅረት ጠመተታ። እቲ ሓኪም ነቲ ኣብ ወረቐት ሰፊሩ ዝነበረ ጥንሲ ከም ዘለዋ ዝሕብር መልሲ ርእሳ ደፊኣ እናጠመተት፣ ብጐቦ ዓይና እውን ንራሄል ካብ ምጥማት ኣየዕረፈትን። መንፈስ ራሄል ኣብ ርጉእ ኩነታት ከም ዘየለ ስለ ዝተረደኣት፣ ካብ ህዉኽ መልሲ ምንጋር ክትቁጠብ መረጸት። እሕሕ! እንታይ መሲልክ ራሄል? ክትዛረብ ጎሮሮኣ ብምጽራግ ጀመረት። ራሄል ኩሉ ኩነታት ክርዳእ ኣይከኣለን። እንተኾነ ግን ገለ ዝተፈጥረ ነገር ከም ዘሎ ውነኣ ዘየጠራጥር መልእኽቲ የመሓላልፈላ ነበረ። እንታይ ንሱ ዶክተር? ዘረባኣ ጀሚራ ምቁራጻ ኣይተዋሕጠላን። ትሰምዓ ከም ዘላ ንምርግጋጽ ግና እቲ ዝመስላ እንታይ ምዃኑ ንዓኣ እውን ብዘይምርዳኣ መልሲ ክትረኽበሉ ተሃወኸት። ራሄል በዓልቲ ሓዳር ዲኺ? ዕድመ ራሄል ካብ ፋይላ ፈሊጣ ብምንባራ እቲ ዕድመ ንሓዳር እኹል ምንባሩ ተረዲኣ ሰብዓ ሚእታዊት በዓልቲ ሓዳር ክትከውን ግምት ወሲዳ እኳ እንተነበረት ኣብ ኢዳ በዓልቲ ሓዳር ምዃና ዘረጋግጽ ቀለቤት ብዘይ ምዕዛባ ግን፣ ካብ ኣፍ ራሄል ቅኑዕ ሓበሬታ ንምርካብ ተወከሰታ። እ ኣይኮንኩን፣ ግን እቲ ዘጠራጥረኒ ሓቂ ድዩ ኮይኑ ዶክተር? በዓልቲ ሓዳር ዲኺ ምባላ፣ ጥንሲ ከም ዘለዋ ዘረጋግጽ ብቑዕ ሕቶ ምዃኑ ንእለት ተረዲኣ፣ ኣብ ደቓይቕ ስምዒታታ ክቀያየር ጀመረ። ዓመታት ዜራዘ የጋጠማ ኣብ ዘይተጸበየቶ እዋን ከምኡ ምግጣሙ ነታ ሰንካም ዕለት ክትዝክር ብሓሳብ ሃውታታት ራሄል እታ ሓኪም ካብ እትኣቱ ኣትሒዛ ብኹሉ ነገራታ ጽቡቕ ከም ዘይነበረት ኣስተብሂላ ብምንባራ ሕቶይ ምስ ዝምጽእኩ ዘሎ ጉዳይ ከነጻጽር ስለ ዝደለኹ እምበር እቲ ውጽኢት ገና ስለ ዘይመጸ ጽባሕ ንክትመጺ ቆጸራ ክህበኪ ስለ ዝደለኹ እየ። በዓልቲ ሓዳር እንተ ዘይኮንኪ ግን ጸገም የለን። ኣብኡ እንከለኺ ከል ጥዕናዊ ኩነታትኪ ቸክ ክትገብሪ ስለ ዘለኪ ንምዝኽኻር ማለተይ እየ። ኢላ ዘረባኣ ከይዛዘመት ነታ ብጽሞና ትከታተላ ዝነበረት ራሄል ጠመተታ። ብዘረባ እቲ ሓኪም ዝተጠራጠረት ራሄል ኩነታት ጥዕና ክትብሊ ከለኺ ከመይ ማለትኪ እዩ ዶክተር ኣይተረድኣንን። ከተብርሃላ ደለየት። እወ፣ ማለት ናብዚ ከምጽኣኪ ዘኽኣለ ኩሉ ፈሊጥክዮ ስለ ዝመጻኺ፣ ናብ ዝርዝር እንተኣተኹ ግዜ ምቕታል ጥራይ እዩ። ጾታዊ ርክብ ክሳብ ዝሃለወ፣ ምስኡ ስዒቦም ክመጹ ዝኽእሉ ናይ ወሲብ ሕማማት ስለ ዘለዉ፣ ንኣብነት ከም ኤችኣይቪ፣ ጅግል፣ ፍንጣጣን ካልእን ዝኣመሰሉ ብፍኑውን ዘይውሕስን ጾታዊ ርክብ ዝመሓላለፉ ሕማማት እውን ከጋጥሙ ስለ ዝኽእሉ፣ ሓፈሻዊ መርመራ ክገብረልኪ ስለ ዘለኒ እየ በዓልቲ ሓዳር ዲኺ ኢለኪ። ካብ ዘይኮንኪ ግን ጸገም የለን። ጽባሕ ቀረበያ እትብልያ ሰብ ሒዝኪ ክትመጺ ከም ዘለኪ'የ ከዘኻኽረኪ። ብምባል ክትብሎ ዝሓሰበት ዛዚማ የዒንታ ካብ ምስሊ ራሄል ከይኣለየት ጽቡቕ ጌራ ብዕትበት ጠመተታ። ራሄል በቲ ተሓኪም ዝበለቶ ኣብ ሓሳባ ዘይነበረ ካልእ ካብ ጥንሲ ዝኸፍአ ስምብራት ዝገድፍ ጥዕናዊ ጸገማት ኣካላ ፍርሒ ከም ቀዝሒ ማይ ኮይኑ ክሳብ ዝከዓዎ ፈጥፈጥ በለት። ብስንባደ ድማ ሓሚምካ እንተኸድካዮም ሞይቶም ይጸንሑ ኢኻ ዝበሃልሲ ከምዚ ምስ ተረኽበ'ዩ። እናበለት ብውሽጣ እዋእ ኣንቲ ዶክተር ሓደ ዘጠራጥረካ ሕማም ክትረኣ መጺኻ እዞም ክትብልዮም ዝጸናሕኪ ቲብ ዝወሃቡኻ ሕማማት ማለት ድዮም? ሕቶ ዝሓሰበቶ ዓሻ ዘስሕቕ ዘረባ ከይተረድኣ ሰንደወት። እታ ሓኪም በት ራሄል ዘውጽኣቶ ኣስናና ክሳብ ዝረኣ ካብ ኣትያቶ ዝነበረት ወጥሪ ናይ ስራሕ ዘፋኹስ ሰሓቕ ሰሓቐት። ብግርህና ራሄል ተገሪማ ርእሳ ነቕነቐት። ሓቀየ እንታይ ደኣሞ ክብለየ ዘይሓሰብካዮ ርኸብ ኣይምርገም ኣይምረቐ እዩ ዝበሃል ኢላ ንሳ እውን ነታ ሓኪም ተኸቲላ ሃሳስ ፍሽኽታ ኣሰነየት። ዝንቡዕ ኣፍልጦ ሒዛ ንኸይትኸይድ ድማ ሰሓቓ ውሕጥ ኣቢላ ዕትብ በለት ሓኪም። ራሄል ከምኡ ማለት ኣይኮነን። ብፍላይ ጾታዊ ርክብ በገባብ ክፍጸም እንተዘይክኢሉ እዞም ልዕሊ ኢለ ክገልጸልኪ ዝጸናሕኩ ሕማማት ክስዕቡ ግድነት እዩ። ንኽልቲኡ ጾታ ዘጥቅዑ እኳ እንተኾኑ ብፍላይ ድማ ንጓል ኣንስተይቲ እዮም ግዳይ ዝገብሩዋ። ኣፌ ስለ ዝተዛረበ ድማ ኣለውኹ ማለት ኣይኮነን ኩሎም ብምርመራ ጥራይ እዮም ዝፍለጡ ኣጆኺ ኣተባብዐታ ብዝኾነ ካልኦት ሕሙማት ይጽበዩ ስለ ዘለዉ ጽባሕ ከም ምስ ሰዓት ዝፈኽሰ ክሰብ ሒዝኪ ምጽኢኺ ብምባል ሰፊሕ መብርሂ ሂባ ኣተባቢዓ